ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ይምነ ሎሚ እውን ከምቲ ኩሉ ግዜ ንገብሮ ሓደ ሓድሽ ቪድዮ ሒዘልኩም መፅአ ኣለኹ ሎሚ ንሰርሖ ቪድዮ ዋን ሞባይል ዋን ኣካውንት ኤን ዋን ፓስዎርድ ሓደ ሞባይል ትጥቀም እንተኮንካ ልክዕ ሓደ ኣካውንትን ሓደ ፓስዎርድን ናብ ኩሉ እትጥቀመሉ ሶሻል ሜድያስ ብሓደ ኣካውንትን ብሓደ ፓስዎርድን ክትጥቀም ከም ትኽእል ዘርእየና ቪድዮ ሒዘ መፅኤ ዘለኹ ምክትታልኩም ይዕድም እዚ ዝብሎ ዘለኹ ንኣብነት ኣብ ሶሻል ሜድያ ብዝተፈላለየ ፌስቡክ ትጥቀሙ ኢኹም ፌስቡክ ናይ ገዛ ርእሱ ፓስፖርትን ኣካውንትን ክህልዎ እዩ ከምኡ ኢሜይል ትጥቀሙ ኢኹም ኢሜይልና እውን ልክዕ ጂሜይል እጥቀም ዘለኹ ኢሜይልና እውን ናይ ገዛ ርእሱ ፓስወርድ ኣካውንት ክህልዎ እዩ ከምኡ ኣፕሊኬሽንስ ዋትሳፕ ኢሞ ዋትሳፕ ንጥቀም ዋትሳፕ እውን ልክዕ ከምኡ ዝተፈላለየ ሓደ ዝተወሰነ ፓስፖርትን ኣካውንትን ይህልዎ ማለት እዩ ከምኡ ኢሞ ዝተፈላለዩ ዩቲዩብ እናበልና እዚ ቲክቶክ እንብሎ እውን ትዊተር ኢንስታግራም ቫይበር እዞም ሶሻል ኔትወርክስ እንጥቀመሎም እዞም ማሕበራዊ ገፃት እንጥቀመሎም ነናቶም ኣካውንት ነናቶም ፓስዎርድን ይህልዎም እሞ ኣብ ዝተፈላለየ እዋን ኣብ ተጠቃምነትካ እናሸገሩኻ ይመፁ እሞ ገሊኡ ትርስዖ ናይ ፌስቡክ ኣካውንትኻ ትርስዖ ጂሜልካ ትርስዖ ማዕሪ ማዕሪኡ ዝኸይድ ከዓ ሞባይልካ ትጠፍእ ሞባይልካ ምስ ጠፍአት ኣብ ሞባይልካ ዝነበረ ስእሊ ብተመሳሳሊ ዝተፈላለየ ኣጋጣሚታት ሞባይል ክነጥፍእ ንኽእል ዳታ ሉዝ ንገብር ምክንያቱ ሞባይልና እንተጠፊኡ ኖርማል ኣብ ሞባይል እንተፀኒሑ ሓበሬታታትና እታ ሞባይል እንተዘይተረኪባ እቲ ሓበሬታ ጠፊኡ ይርከብ ማለት እዩ ስለዚ ምዚ ዝኸይድ ዋን ዩዘር ዋን ሞባይል ዋን ኣካውንት ሓንቲ ሞባይል ትጥቀም እንተኮይንካ ብዝተካእለካ ሰንትራላይዝድ ናብ ሓደ ኣካውንትን ሓደ ፓስዎርድን ዝመፀሉ ኣገባብ እንጥቀመሉ ቪድዮ ክንርኢ ኢና ንከታተል እዚ ክንገብር እቲ መሰረታዊ ኣብዘን ብፍላይ ኣንድሮይድ ዋላ ኣብዘን ኣይኤስኦ ኣይፎንስ እውን ይሰርሕ እዩ ብፍላይ ግን ኣብ ኣንድሮይድ ፀቂጠ ክሰርሕ እዚ ጎግል ኣካውንትስ ንብሎም ኣሎ ጎግል ኣካውንት ስለዚ ነዚ ንምግባር ምስ ጎግል ኣካውንት ጎግል ኣካውንት ኣርባዕተ ዝተፈላለዩ ጎግል ኣካውንትስ ይህበና ጂሜይል እዚ ጂሜይል ኣት ጂሜይል ዶት ኮም ዝብል ጂሜይል ኣካውንት ሓደ እዩ ጎግል ኣካውንት ዝበሃል ከዓ ኣት ዘይብሉ ጎግል ኣካውንት ኣሎ እዚ ጂስዊትስ ንብሎም ከዓ ክልተ ኣለዉ ኣርባዕተ ዝተፈላለዩ ኣካውንት ይህበና ጎግል ካብዚኦም ግን እቲ ፀቂጥና ክንሪኦ ደልየ ዘለኹ እዚ ጂመይል ኣካውንት ማለት እዩ እቶም ቀንዲ ጥቕምታት ናይ ጂመይል እምበኣር ብኦም ክንጅምር ሓደ ቀዳምነት ጂመይል ምህላውና ሓበሬታ ናይ ሜይልስ ሜይል ክንሰድድን ክንቅበልን ከም ሜይሊን ኣድረስ ይኾነና ማለት መልእኽቲ ክንሰድድ ክንቅበል ከም ኖርማል ኢሜይል ኮይኑ የገልግለና ጂመይል ካልኣይ ጂመይል ኣፕሊኬሽን ስቶር ኣክቲቨይት ይገብረልና ወይ ፕሌይ ስቶር ኢልና ንሪኦ ኣብ ሞባይልና ኣፕሊኬሽንስ ዝኽፈሎን ዘይክፈሎምን ኣፕሊኬሽንስ ክነውርድን ክንጥቀምን የኽእለና ጂመይል ኣካውንትና ማለት እዩ ስለዚ ዋንስ ሓንቲ ሞባይል ጂመይል እንተልይዋ ኣውቶማቲካሊ እዚ ፕለይ ስቶር ይሰርሕ ማለት እዩ ኣውቶማቲካሊ ፕለይ ስቶር ይሰርሕ ነቶም ናፃ ዝኾኑ ብነፃ ትጥቀመሎም እቶም ዝኽፈሎም ድማ ከፊልካ ክትጥቀመሎም ትጅምር እዚ ምናልባት ገለ ገለ ኣብ ገለ እዋን ሽግር የጋጥመኩም ይኸውን እዩ ገለ ናይ ሶሻል ሜድያ ገፃት ካብ ወይ ፌስቡክ ወይ ወሳብ ወይ ኢሞ ስፔሻሊ ወሳብን ፌስቡክን

ጂመይል እንተሊካ ዩቲብ ኣካውንት ክርኤት ክትገብር ትኽእል ኢኻ። ጂመይል ዘይብሉ ሰብ ኣብ ሞባይሉ ሓደ ዩቲብ ኣካውንት ክርኤት ክገብር ኣይክእልን እዩ። ኣክሰስ ክገብር ኣይክእልን እዩ ማለት እዩ። ፓርቲሲፔት ክገብር ኣይክእልን እዩ። ሳብስክራይብ ክገብር ኣይክእልን እዩ። ስለዚ ዩቲብ ቻነል ክህልወካ ከዓ ጂመይል ክህልወካ ኣለዎ። ስለዚ ጂመይል ምህላው ንዩቲብ ቻነል ከዓ ክትከፍት ይሕግዘካ ማለት እዩ። ማዕረ ማዕሪኡ ጂመይል ምህላው ጎግል ድራይቭ ኣክሰስ ክትገብር ድማ ይሕግዘና ጎግል ድራይቭ ኣነ ንኣብነት ጎግል ድራይቭ ፅዒነ ኣለኹ ጎግል ድራይቭ ጂሜል ዘይብሉ ሰብ ጎግል ድራይቭ ክወስድ ኣይክእልን እዩ ጎግል ድራይቭ ሓደ ድራይቭ እዩ ካብ ሞባይልካ ወፃኢ ዘሎ ናይ ጎግል ድራይቭ እዩ ንኣብነት ብነፃ ዝኾነ ሰብ ኣብዚ ጎግል ድራይቭ ከባቢ ናይ 15 ጊጋባይት ሜሞሪ ፍሪ ኣክሰስ ኣለዎ ማለት እዩ እዚ እንታይ ማለት እዩ ኣብ ጎግል ድራይቭ ጂሜይል ስለ ዘለካ ጎግል ድራይቭ ኣክሰስ ስለ ዘለካ ኣብዚ ጎግል ድራይቭ ናይ ከባቢ 15 ጊጋባይት ስእሊ ይኹን ዶኮሜንት ይኹን ኣብኡ ሴቭ ብምግባርካ ሞባይልካ ተጠፍአ ሞባይልካ ኣብ ገዛ ተገደፍካ ኣብ ካልእ ቦታ ኢሜይልካ ከፊትካ ኣክሰስ ክትገብሮ ትኽእል ብዝተፈላለየ ዳታኻ ኣይጠፍእን ማለት እዩ ኣብ ጎግል ድራይቭ ኣሎ በቲ ፓስዎርድ በቲ ኣካውንትካ ኣቲካ ብዝኮነ ቦታ ከድካ ክት ኣክሰስ ክትገብሮ ትክእል ማለት እዩ ስለዚ ጂሜይል ዋና ነገር እዩ ዋና ነገር እዩ ጂሜይል ምስኡ ማዕረ ማዕሪኡ ድማ ኣብ ዋትሳፕ ንጥቀመሉ እዋን ዳታ ናብ ዋትሳፕ ባክኣፕ ክንገብር ንኽእል ካብ ዋትሳፕ ናብ ጂሜይልና ባክኣፕ ክንገብሮ ንኽእል እዚ ድማ ኣብ ዝኾነ እዋን ሞባይልካ ብጠፍኣትሉ ካብቲ ጂሜይልካ እንታይ ሽሙ ክትገብር ትኽእል ማለት እዩ ኣብ ወሳብ ንኣብነት ኣብ ሰቲነ ከይድ ኣለኹ ባክኣፕ ቻት ዝብል ኣለኒ ቻት ባክኣፕ እዚ ድማ ጂሜይል እንተሊና ናብ ጎግል ኣካውንትና ባክኣፕ ክንገብር ንኽእል ማለት እዩ ስለዚ እዚ ኩሉ ርኢና ጂሜይል ኢዝ ቨሪ ክሩሻል ጂሜይል ምጥቃም ብጣዕሚ ኣገዳሲ እዩ ኣብ ሞባይላትና ጂሜይል ሬጅስተር ምግባርና ብጣዕሚ ኣገዳሲ እዩ ዋንስ ጂመይል ረጅስተር ምስ ገበርና ድማ ኣውቶማቲካሊ ጎግል ኣካውንት ኣለና ጎግል ድራይቭ ዳውንሎድ ተገይርና ውን ኣውቶማቲካሊ በቲ ዘለና ናይ ጂመይል ኣካውንት ፓስዎርድን ጎግል ድራይቭ ረጅስተር ክንገብር ንኽእል ኢና ጎግል ኣካውንት ክህልወና ይኽእል እዩ ማለት እዩ ስለዚ ጥቕምታት ናይ ጂሜይል ነዚ ይመስል ጂሜይል ኣካውንት ክርኤት ጌርና ፌስቡክና በቲ ጂሜይል ኣካውንት እነውፅኦ ብፍላይ ሓደሽ ተጠቀምቲ እንተኮይና ቅድሚ ፌስቡክ ምኽፋትኩም ጂሜይል ክፈቱ ሓድሽ ጂሜይል ክትከፍቱ ኣለኩም ሽዑኡ ፌስቡክኩም በቲ ጂሜይልኩም ረጅስተር ትገብርዎ ልክዕ ናይ ፌስቡክኩም ኣድራሻን ጂመይልኩምን ሓደ ይኸውን ክልተ ሶሻል ሜድያ ጂመይልን ፌስቡክን ብሓደ ኢመይል ኣድረስ ብናይ ጂመይል ኣድረስ ንጥቀም ኣለና ምስኡ ወሳብኩም ናብ ጂመይልኩም ባክኣፕ ይግበር ወሳብኩምን ፌስቡክኩምን ጂመይልኩምን ብሓደ ተተሓሒዙ ኣሎ ማዕሪ ማዕሪኡ ጎግል ድራይቭ ብጂመይልኩም ክፈቱ። ስእልኹም፣ ዘድልየኩም ሰነዳት ብምሉኡ ናብ ጎግል ድራይቭ ሴቭ ትገብሩ። ስለዚ ሕጂ እውን ፌስቡክኩም፣ ጂመይልኩም፣ ዋትሳፕ ዳታኹም ብሓፈሻ ኣብ ሞባይልኩም ዘሎ ዘገድሰኩም ሓበሬታታት ብምሉኡ ናብ ጎግል ድራይቭ ብምስዳትኩም ራብዓይ ሓምሻይ ድማ ማዕረ ማዕረ እዩ ዩቲብ የገድሰኩም እንተኮይኑ ዩቲብ ቻነልኩምን ሓሙሽቲኦም እዞም ሶሻል ሜድያ ብሓደ ኣካውንት ብሓደ ፓስዎርድ ከም ዝሰርሑ ጌርኩም ኣለኹም ማለት እዩ ስለዚ ጂሜይል ምኽፋት ንጀምር ሃየ ጂሜይል ክንከፍት ኣብ ሞባይልና መፂና ኣብዞም ኣፕሊኬሽን ጎግል ዝብል ኣለና ጂሜይል ዝብል ኣለና ኣብ ጂሜይል ዝብል ክሊክ ንገብር ኣጋጣሚ እዛ ብሞባይለይ ይሰርሖ ስለ ዘለኹ እዚ ጂሜይል ረጅስተር ድያ ሓድሽ ኣካውንት ኣድ ክንገብር ኢና ተዘይ ኮይኑ እዚኣ ዳይረክትሊ ናብ ጂመይል ክተምጻኩም ነይርዋ ኣብዚኣ መጽየ ኣብዛ ሰቲን ብምምጻእ ኣድ ኒው ኣካውንት ኦረዲ ብሰሎሞን ዲ 81 ረጅስተር ጂመይል ኣድ ኣካውንት ትብል ኣብኣ ክሊክ ክገብር ኣለኹ ሴት ኣፕ ኢሜይል ብዙሕ ዓይነት ኢሜይልስ ኣሎ ጎግል እየ ደልየ ዘለኹ ኣብታ ጎግል ክሊክ ክገብር እዚ ፕሮሲጀር ክመፅእ እዩ እዚ ፓስዎርድ ሎክ ስለ ዝኾነ ንዓኹም ኣይመፀኩምኒ ፓስዎርድ ሎክ ስለ ዝኾነ ሞባይለ እዩ ቸክን ኢንፎርሜሽን እንታይ ብለና ኣሎ ሳይን ኢን ዝነበረና እንተኮይኑ እዩ ክሪኤት ኒው ክሪኤት ኣካውንት ትብል ኣላትና ታሕቲ ኣብኣ ክሊክ ይገብር ፎር ማይ ሰልፍ ቱ ማኔጅ ማይ ቢዝነስ ፎር ማይ ሰልፍ ላ ንበል ኦኬ ሽምካ ትህብ ሕጂ ንኣብነት ንመሃር ህዝበይ ንመሃር ህዝበይ ዝብል ሽም ሂበ ኣለዎ ዋላ ሰሎሙን ንበሎ ሽምን ሽም ኣቦን እዩ ንዓኹም ሽምኩም ሽምን ኣቦኹም ሃብዎ ኣነ ጀስ ፍሉይ ነገር ክኾነለይ ንመሃር ህዝበይ ሽም ሂበ ኣለኹ ካልኣይ ሽማ ኣባሓጎ ከዓ ሰሎሙን ሂበ ኣለኹ ኔክስት ኢለ ዝተወለድካሉ ዕለት የድሊ እዩ እዚ ሓፈሻዊ ናይ ብዙሓት ዕለተ ልደት ገይረ ኣለኹ 1981 ፆታ ብለና ኣሎ ፆታኻ ትህብ ሜል ኢለ ኣለኹ ኔክስት ስለዚ ንምሃር ህዝበይ ኣት ጂሜይል ዶት ኮም ክልተ ምርጫ ህበና ኣሎ ሰለሙን ንምሃር ህዝበይ ንምሃር ህዝበይ ሰለሙን ኣት ጂሜይል ዶት ኮም ትብል ንዓ መሪፀ ኣለኹ እዚኣ ክትከውን ክንሕዛ ኣለና ንምሃር ህዝበይ ሰለሙን ኣት ጂሜይል ዶት ኮም ኔክስት ፓስወርድ ሃብ ብለኒ ኣሎ ሰሎሞን ዋላ 981 ንብላ ኣለኹ ድገሞ ሰለሙን ሽሕን ትሽዓተ ሚእትን ሰማንያን ሓደን ፓስዎርድ ንደግሞ ማለት እዩ ኔክስት ስለዚ ኢሜይል ከፊትና ኣለና ንምሃር ህዝበይ ሰሎሙን እዛ ፓስዎርድ እዚኣ ክንርስዓ የብልናን እዛ ኢሜይል ኣድረስ እታ ፓስዎርድን ክንርስዓ የብልናን ጂሜይልና ብኡ ይሰርሕ ፌስቡክ ከዓ ክንከፍት ከለና ኣብ ክንዲ ብቴሌፎን ናምበር ብሽምኩም ትኸፍቱ ብጂመይልኩም ትኸፍትዎ ማለት በታ ኢሜል ኣድረስ ናይታ ጂሜል ፓስወርድ ከዓ እታ ፓስወርድ ናይ ጂሜል ስለዚ እዚ ምስ ሓለፍና ኣብዚ ፕራይቬሲ ን ተርምስ ዝብል ኣሎ ኣነ ኣውቶማቲካሊ ኣይ ኣግሪ ክብሎ እየ ምናልባት እንታይ እዩ ክትፈልጥዎ ተደሊኹም እቲ ምስ ጂሜይል ትገብሮ ውዕል እዩ ዲቴይልስ ኣንቢብኩም ረጅስተር ግበሩ ኣይ ኣግሪ ኢለ ኣለኹ ጂሜይል ክሪኤት ይገብረለይ ኣሎ ጎግል ኣክሰፕት ቼኪን ይገብር ኣሎ መፅያ ኣላ ስለዚ ክልተ ጂሜይልስ ኣሎ ኣብዛ ንምሃር ህዝበይ ሰሎሙን ክሊክ ክገብር እየ እዚ እዚ ኣካውንት እዚ ኦኬ ወዲኦ ኣለኹ ጂሜይል ክርኤት ገይረ ኣለኹ ማለት እዩ ስለዚ እዚ ክርኤት ዝገበርክዎ ጂሜይል ኣውቶማቲካሊ ነቲ ፕሌይ ስቶር ናተይ ኣክቲቬት ክገብሮ እዩ ሓድሽ ሞባይል ትጥቀሙ ፌስቡክ ብኡ ረጅስተር ግበሩ ፕላስ ካብ ፕሌይ ስቶር ኬትኩም እዛ ጎግል ድራይቭ ጎግል ድራይቭ ዝብል ኣለና ጎግል ድራይቭ ዝብል ኣለና ነዚ ኣነ ኮድሮ ፅዒነዮ ስለ ዘለኹ ጎግል ድራይቭ ዳውንሎድ ትገብርዎ እዚ ጎግል ድራይቭ እቲ 15 ጊጋባይት ሜሞሪ ኣክሰስ ፍሪ ሜሞሪ ኣክሰስ ኣብ ጎግል ድራይቭ ክበና እዩ ስለዚ እቲ ዘድልየና ዶክመንት ኣብኡ ሰይፍ እናገበርና ንኸይድ ማለት እዩ ፕላስ ምስኡ ጎግል ብዙሕ ስዊትስ ኣለዎ ጎግል ፎቶስ ኣሎ እጂ ኣጋጣሚ ኣብ ዘለኹዎ ዓዲ ጎግል ፎቶስ ብሎክድ እዩ ኣብቲ ኣብ ኤውሮጳ ኣሜሪካ ኦኬ ጎግል ድራይቭ ወዲኡ ኣሎ ኦፐን እንተኢልናዮ ኣክሰስ ህበና ማለት እዩ ንጎግል ድራይቭ ኣክሰስ ህበና ዝተፈላለዩ ዘድልዩን ዶክመንትስ ኣብዚ ኣፕሎድ ገብር ማለት እዩ እዚ ከም ስቶሬጅ ይጥቀመሉ 15 ጊጋባይት ፍሪ ስቶሬጅ ኣለኒ ብዚ 15 ጊጋባይት ፍሪ ስቶረጅ ኣለኒ ትሪእዎ ዶ ኣለኹም ካብዚ 15 ጊጋባይት ከባቢ ሓደ ጊጋባይት ስቶረጅ ተጠቂመ ኣለኹ ኣብዚ ከም ስቶረጅ ክንጥቀመሉ ኢና ካልእ ልክዕ ከምኡ ካብ ፕሌይ ስቶር ጎግል ፎቶስ ዝብል ኣለና ጎግል ፎቶስ ኣብ ፕሌይ ስቶር ኬድና ጎግል ፎቶስ ዝብል ኣለና ኦኬ ጎግል ጎግል ፎቶስ ዝብል ኣለና ኣጋጣሚ ኣብ ሱዳን ስለ ዘሎኹ ኣነ እዚ ጎግል ፎቶስ ኣይሰርሕን እዩ ኢላ ቪፒኤን ተዘይተጠቂመ ማለት እዩ እሱ ብምጥቃም ድማ ስእልታት እውን ልክዕ ከምኡ ጌርና ኣብ ኣውቶማቲካሊ እቲ ፎቶስ ትብል ሶፍትዌር ተምፂና ኣብ ፎቶስ ዘሎ ኩሉ ግዜ ኣብቲ ጎግል ድራይቭና ኣፕሎድ እናኾነ ይኸይድ ማለት እዩ ስለዚ ከምዚ እናገበርና ንሞባይልና ብዝሓሸ መንገዲ ክንጥቀመሉ ንኽእል ማለት እዩ። ስለዚ ሓንሳብ ጂመይል ምስ ሃለወካ ክንርስዖ ዘይብልና ፌስቡክካ እውን እንተኽኢልካ ሓድሽ ተጠቃሚ እንተኾይንካ በቲ ጂመይል ኣድረስካ ክፈቶ፣ ዋትሳፕካ ዳይረክትሊ ናብ ጂመይልካ ባክኣፕ ከምዝገብር ግበር፣ ኣፕሊኬሽን ስቶር ሰርሓልካ ኣሎ፣ ዩቲብ ቻነል ክትጥቀም ተደሊኻ በቲ ጂመይልካ ትጥቀም ጎግል ኣካውንት እውን እንተተሓቲትካ ዳይሬክትሊ እቲ ጂመይልካን ፓስወርድኻን ሂብካ ትኣቱ ንሎሚ ዝቐረብኩልኩም ቪድዮ እዚ ይመስል ነይሩ ክሳብ ሕጂ ስለ ዝተኸታተልኩም የመስግን እዚ ቪድዮ ጠቓሚ ኮይኑ እንተረኺብኩሞ ፕሊስ ሸር ግበርዎ ናብ ብዙሓት የሕዋትና ክበፅሕ ሸር ግበርዎ and ኣብዛ ቻነል ብምምፃእ ሳብስክራይብ ትብል ኣላትና ነዚ ቻነል ሳብስክራይብ ግበሩ ፕላስ ነታ ደወል ክሊክ ግበሩ ኖቲፊኬሽን ኩሉ ግዜ ነውርዶ ቪድዮ ክመፀኩም እዩ ንክትከታተሉና ድማ ሓጋዚ ይኸውን ክሳብ ሕጂ ብፅሞና ስለተኸታተልኩምኒ ብልቢ የመስግን ኣብ ዝመፅእ ብካልእ ተመሳሳሊ ቪድዮ ክሳብ ንራኸብ በብዘለኹሞ ሰላም ወሰናይ ባይ ባይ